ሰላም ጥዕና ይሃበለይ ኣብ ርሑቕን ቀረባን ኮንኩም መደባት ዳሜራ ኢንተርተይመንት እትከታተሉ ክቡራት ተዓዘብትና ከመይ ኣለኹም ከምቲ ኣነ ጽቡቕ ዘለኽዎ ጽቡቕ ንኽትህልዉ እንዳተመነኹ ንሎሚ እምበኣር ብሓውና ዮኒ ኢስቴላ ዝተላእኻ ክልተ ጽሑፋት ብፍሽኽታ ሒዘልኩም ቀሪበ ኣለኹ ናብተን መደባት ከብለኩም ሰናይ ምክትታል

ሓፍተይ እዚ ግዜ ከቢድን ፈታንን እዩ ጥንቅቅ በሊ ከም ፍቱሕ ከልቢ ንፈታውን ጸላእን ርእዩ ዝነብሕ ደቂ ተባዕትዮ ድማ ከምኡ ኢና ዓቢድናልኪ ሞይትናልኪ ዝብሉ ወግሐ ጸብሐ እንተበዝሑ ሓቂ ከይመስለኪ ንገዛኺ ብምሒር ምምልላስ ቤተክርስቲያን ከምስልዎ ይኽእሉ እዮም ግን ኩሉ ቤተክርስቲያን ዝመላለስ ፍጹም ማለት ኣይኮነን ስለዚ ብልሳኖም ተታሊልኪ ኣብ መፃወድያ ክፍኣቶም ከይትኣትዊ ተጠንቀቂ ተጠንቀቂ ከም ኣመንዝራ ወግሐ ፀብሐ ኣጓብዝ ምቅያር የድልን እዩ ንዓኺ ዝኾነኪ ንጠባይኪ ዝጻወር ልቡ ብፍቕርኺ ዝመልእ ወዲ ክሳብ ትረኽቢ መዕረፊ ስምዒቶም ከይትኾኒ ሓደራ ሓደራኺ ኣብ ንዋይ ወይ ደጋዊ ጽባቐ ይትእመኒ እዚ ኣንጻር ፍቕሪ እዩ ቀጻልነት እውን የብሉን ሓዳር ከም ህንጻ እዩ ህንጻ ኣብ ከውሒ እንተ ሰሪትካዮ ንዘልኣለም ይነብር፣ ኣብ ሑጻ እንተ ተሰሪቱ ግን ዕምሪ የብሉን። ስለዚ ምዕባለ እናበልኪ ብኽብርኺ ከይትጻወቲ። ንዓኺ ዝመስል ወዲ ኣዳም ክሳብ ትረኽቢ፣ ኣብዛ ንኽትርእያ ሜዳ ትመስል ግን ከኣ እሾኽ ዝሓቖፈት ሓዳር ከይትንእሲ።

ካብ ስራሕ ውጽእ ኢለ መዓስ'የ ገዛይ ኣትየ ዘዕርፍ ኢለ ኣብ ዝሓስበሉ ዝነበርኩ ኩነታት፣ ኣብ ቅድመይ ንሓሳበይ ዝቕይር ነገር ኣስተውዓልኩ። እታ ቅድሚ ቁሩብ ደቓይቕ ካብ ስራሕ ንኣስቤዛ ዝሸመተት ጽብቕቲ ጎርዞ፣ ስኽም ከቢድዋ ተጸጊማ ረኣኹዋ። ቅርብ ኢለ ሰላም ድሕሪ ምባል ክሕግዛ ዝኽእል እንተኾይነ ሓተትክዋ። ንሕቶይ ብኣወንታ ተቐቢላ ኣብ ጸጋማይ ኢዳ ዝነበረ ሳንጣ ሃበትኒ። ንሓገዘይ እንዳመስገነት ነዕልለሉ ኣብ ዝነበርና ከባቢ ክልተ ሜትሮ ኣቢልና ምስ ተጓዓዝና ገዛኣ ከም ዝበጻሕና ሓበረትኒ። ሜርሲ ድሕሪ ምባል ገዛኣ ኣትያ ውዑይ ነገር ክሰቲ ዕድመ ኣቕረበትለይ። ኣነ ውን ንሕቶኣ ብኣወንታዳ ተቐበልክዎ። ተተሓሒዝና ከኣ ንገዛኣ ኣተና። ቤታ ጽብብ ዝበለት ኮይና መደቀሲ ክፍሊ፣ ክሽነ፣ ሽቓቕ ብሓንሳብ ዘጠቓለለት ስትርዮ ኢልና እንጽውዖ ክፍሊ እዩ ዘለዋ። ኣቲና ኣብቲ ጥቓ ክሽነ ዘሎ ሴርያ ኮፍ ድሕሪ ምባል ዝሰትዮ ነገር ሓተተትኒ። ኣነ ኸኣ ጸሊም ሻሂ መለስኩላ። ኣብ ውሽጢ ሓሙሽተ ደቓይቕ ነታ ዝኣዘዝክዋ ሻሂ ኣምጸትለይ እሞ ዕላል ጀመርና። ብዛዕባኣ ምስ ሓተትክዋ ማርያና ከም እትብሃልን ጓል ዕስራን ሓደን ዓመት ምዃናን ካብ ህንዳዊ ኣቦኣን ፈረንሳዊት ኣዲኣ እንትውለድ ተምሃሪት ዩኒቨርሲቲ ናይ ሳይኮሎጂ ስዊዛዊት ምዃና ሓበረትኒ። ቀጺላ ንስኻኸ ብምባል ብዛዕባይ ሓተተትኒ። ናተይ እውን ኣሕጽር ኣቢለ ነገርክዋ። ዘይተረድኣ ነገር ግዲ ነይሩ ኣብ ዕድመይ ክንደይ ዕድሜኻ? ሕቶ ደገመትለይ። ሕጂ እኮ ወዲ ዕስራን ሓሙሽተን ዓመት እየ፣ ድሕሪ ክልተ ወርሒ ግን ዕስራን ኣርባዕተን ክገብር እየ። ድንግርግር በላ። ከም ዘይተረድኣ ምስ ተረድኣኒ ፍሽኽ ኢለ፣ ዝጻወተኪ'የ ዘለኹ፣ በልክዋ። ንስኻ ጽሉል ኢኻ። በለትኒ ንሳ'ውን ፍሽኽ እንዳበለት። ክልቴና ድማ ሰሓቕና። ዕላልና ቀጺሉ። ኣብዚ ደኣ ምስ መን ትቕመጢ? ሓተትክዋ። ሕጂ በይነይ'የ ዝቕመጥ፣ ምስ ዓርከይ'የ ዝቕመጥ ነይረ፣ ተፈላሊና። መለሰትለይ። መን ምዃኑ እቲ ዓርካ'ኳ እንተ ዘይፈለጥክዎ፣ ንዓኣ ትመስል ምግዳፉ ግን ክሳራ ናይ ህይወት ገይረ ሓሰብክዎ። ህንዳዊት ምዃና ዘረጋግጽ ነዊሕ ጸጉሪ ርእሳን፣ ቸኮሌት ዝመስል ተፈታዊ ሕብራን፣ ፍንጃል ዝመስል ፍሩያት ዓይናን፣ ልዕሊ ኩሉ ከኣ ጽቡቕ ስሩዕን ደርጊ ስና ምስ ቀታሊ ፍሽኽታኣ እንታይ ክወጻ? ናብ ሑተይ ተመለስኩ። ብምንታይ ተፈላሊኹም? ባዕለየ ገዲፈዮም። ምኽንያቱ ኣየዕግበንን እዩ በለትኒ። ኣየዕግበንን እዩ ኣየዕግበንን እዩ ማለት ሕቶይ ደገምኩላ ስለ ዘይተረድኣኒ። ጸታዊ ስምዒተይ ብግቡእ ኣየማልኣለይን እዩ ክትብል መለሰትለይ። ዋላኳ ክስሕቕ እንተደለኹ ብዝተኻእለ መጠን ደኣ ተቋጻጸርክዎ። ምስ ክንደይ ኣወዳት ዲኺ ወጺኺ? ሕቶ ቀጸልኩ። ምስ ብዙሓት እየ ወጺኤ፣ ካብ ጓል ዓሰርተ ክልተ ዓመት እንከለኹ እየ ሴክስ ጀሚረ። በለትኒ ሽጋራ እንዳወላዕት። ሽጋራ ትስሕብ ዲኻ? ሓተተትኒ። ኖእ ኔረ ገዲፈያ፣ ጨናኣ ግን ብጣዕሚ እያ ደስ ትብለኒ። በጃኺ'ባ ኣብ ኣፍንጫይ ቀሪብኪ ኡፍ በልለይ በልክዋ። ሕራይ ጽሉለይ። በለትኒ እንዳሰሓቐት። ክልተ ግዜ ድማ ኡፍ በለትለይ። ኣብ ሳልሳይ ግዜ ኡፍ ክትብለለይ እንከላ ኣብ ከናፍራ ነኸስክዋ። ንሳ እውን ተዳልያ ግዲ ጸኒሓ ኣይሓመቐትን። ትንፋስ ዘይብሉ ምስዓዓም ድማ ተሰዓዓምና። ካብዛ ንነብረላ ዘለና ዓለም እንዳ ወጻና ድማ ከድና። ድሕሪ ክዳን ምውጻእ ዕሰለ ተጀመረ። ኣብ ስምዒት ከንሳፍፍ ድማ ጀመርኩ። ዜማኣ ንረስኒ ሰውነተይ ጓህሪ ይደፍኣሉ። ክርህጽ ድማ ቀረብኩ። ርሃጽ እንክጅምር ዳኒ! ዳኒ ንዓተ ደረር! እንታይ ደኣ ትሓስብ ኣለኻ? ዝብል ድምጺ ናይ ቢኒ ወዲ ገዛይ ካብ ዛንታይ ኣበራበረኒ።